ነፍሲ ወከፍ ሰብ ናይ ገዛእ ርእሱ እምነት ከዘውትርን ክኣምንን መሰል ኣለዎ። ዋላ ሓደ ሰብ ተገዲዱ ኣብ ሓደ ሃይማኖት ክኣቱ ወይ ኣብ ሓደ ናይ ሃይማኖት ዋጋ ዕዳጋ ክሳተፍ ኣይግደድን እዩ። ሰባት ክጠራነፉ ይኽእሉ፣ ሃይማኖታዊ ወግዕታቶም ክገብሩን ከብዕሉን ውን ይፍቀዶም። ወላ ሓደ ሰብ ብምኽንያት ሃይማኖቱ ወይ እምነቱ ክውገን ወይ ክንጸል ኣይክእልን ዩ። እዚ ማለት ግን ኩሉ እምነት ቁኑዕ ወይ መገዲ ጀና ዩ ማለት ኣይኮነን። ሓቂ ሓንቲ እያ ከም ጸሓይ ብርሃን ውን ግልጺ እያ ንሳ ከኣ፣ እስልምና'ያ። ኣላሁ ስብሓነሁ ወተዓላ ኣብ ቁርኣን ኣልከሪም ከምዚ ይብል፣ ቃለ ተዓላ፣ ኢነ ዲነ ዒንደ ላሂ ልኢስላም፣ ነዚ ሓቂ'ዚ ክቕበሎ ተኾይነ፣ ናተይ ጌጋ ተቐበሎ፣ ክልቲኡ ንማቐሎ ዝብል ራኢ፣ ሃይማኖትኩም ኣለኩም፣ ሃይማኖተይ ኣለኒ ዝብል መርገጽካ ተስምረሉ። እዚ መምርሒ'ዚ ድማ ነቲ እስልምና ብሴፍ'ዩ ተዘርጊሑ ዝብል ዝንቡዕ ገምጋም መልሲ ትህብ ሱራ'ያ። ነብይና ሙሓመድ ሰለላሁ ዓለይሂ ወሰለም ናብ ተውሒድ ጻውዒት ምስ ጀመሩ፣ ካብቶም ዝቐረቡ ስድርኦም ኣትሒዝካ ክሳዕ እቶም ዝረሓቑ ብዝኾነ ይኹን መገዲ ዳዕውኦም ከሰናኽልዎ ፈቲኖም። ግን እቲ ጻውዒቶም በንጻሩ ዝያዳ እንዳደንፈዐን ተቐባልነት እናረኸበን ምስ ከደ፣ ነቲ ናህሩ ንምዕጋት ሓደ ሓሳብ ካብቶም ሙሽሪኪን መጸ፣ ንሱ ኸኣ፣ ሓደ ዓመት ንረብኻ ንግዛእ፣ ንስኻ ድማ ሓደ ዓመት ንረብና ትግዛእ፣ ብኸምዚ ንኹላትና ዘማእከለ ውሳኔ ንውሰድ ዝብል ነይሩ።

ኦ ኣንቱም ሓቂ ዘይወሓጠልኩም ከሓድቲ ላኣዕቡዱ ማታዕቡዱን ነቶም እተምልኽዎም ጣኦታት ዘበት ኣይምልኾምን እየ ወላ ኣንቱም ዓቢዱነ ማኣዕቡድ ንስኻትኩም እውን ነቲ ዘምልኾ ጎይታ ተምልኽዎ የለኹምን ኣነ ኣብ ተውሒድ ቀጥ ኢለ ንሓደ ጐይታይ ጥራይ የምልኽ ኣሎኹ፣ ንስኻትኩም ግን በንጻሩ ኣብ ሽርኪ ተላዕጢጥኩም ንብዙሓት ኣማልኽቲ ተምልኹ ኣሎኹም። ስለዚ ፍልልይና ሰማይን መሬትን፣ ዘይራኸብን ዘይቃደውን እዩ። ወላ ኣና ዓቢዱን ማ ዓበድቱም፣ ንመጻኣውን እንተኾነ ነቶም እተምልኹዎም ጣኦታት ከምልኾም ፈጺምካ ዘይሕሰብን ኣብ ዘተ ዘይኣቱን እዩ። ወላ ኣንቱም ዓቢዱነ ማ ኣዕቡድ፣ ንስኻትኩም ውን ኣብ ሽርክነትኩም ኣለኹም። ኣብኡ እንተ ቐጺልኩም ነቲ ኣነ ዘምልኾ ዘለኹ ኣይከተምልኹዎን ኢኹም። ለኩም ዲኑኩም ወልየ ዲን ንስኻትኩም በቲ ሽርክነትኩም ትሕበኑ ኣነ ድማ ብእምነተይን ሃይማኖተይን እሕበን ብኡ ውን ህይወተይ ብሙሉኡ ክጎዓዝየ ምኽንያቱ ንዕኡ ጥራይ እዩ ኣላሁ ሱብሓነሁ ወተዓላ ዝረድዮን ዝመረፆን ካብዛ ሱራ እዚኣ ንወስዶ ጠቕሚ ቀዳማይ ተውሒድ ዋጋ ዕዳጋ ዘየድልዮ እምነት እዩ። ካልኣይ፣ ተውሒድን ሽርክን ክልተ ተጻረርቲ እምነታት ኮይኖም፣ እቲ ተውሒድ ብን ዝበለ መገዲ ጀና እዩ፣ እቲ ሽርክ ድማ ጭው ዝበለ መገዲ ጀሃነብ እዩ። ሳልሳይ፣ ዳዕዋ ናይ ተውሒድ ኣይቅበልን እየ ዝበለ ምርጭኡ እዩ፣